ኣለኹ ሰብ እኮ ሎም እኮ እታ ናቱ ሽግር እንተዘይኮይና ናይ ካልእ ሽግርን ኩነታትን ዋላ ሓንቲ ኣይፈልጥን እታ ንሱ ዝደልያን ንሱ ዝሓስባን ከመይ ገይራ ትሰልጠሉ ጥራሕ እሞ ቁሩብ
እዋ ካብ መን ትልቃሕ ከኣ እኮ ክትፈልጥ ክትክእል ኣለካ ንሕናሲ ካብ ወርሒ ናብ ወርሒ ደሞዝና ኣተኣኻኺልና ክንነብር ዘለና ሰባት ኢና ተረፍ ገንዘብ የለ ዝቕመጥ ገንዘብ የለ መምህር ዝና ንመን ኢኻ ክትነግሮ እዚ ንሕና ንገብሮ ዘለና እኮ እዩ እዚ በዚ ይምፃእ በዚ ይምፃእ ይግድሶም ክዳውንትካ ፃዕኒኻ ክትከይድ ንሕርዮምካ ኣለዉ ጥራሕ ንብልካ እንታይ ዝፈልጠልካ ኣለዎ እሞ ኣየ ናይ ፋብሪካን ትካልን ኣለካ እሞ ኣለዎ ክብለካ ካበይ ከተምፃ ኣለዎ ካብ ደምፃኻ ኣምፂኻ ኣቦም እዚኦም ኣይግድሶምን እዩ ክግደሶ ከኣ ኣለዎ እምበር ሕጂ ዘመደይ ዝብለካ ዘለኹ ድሕሪ መርዓ ዝኽፈል ኣርብዓ ሽሕ ኣለካ ሓን እኳ ኢሉ ኣርብዓ ሽሕ ኣርብዓ ሽሕ ወይ ኣዝቡ ትኽበር ወደ ለስኻ ኣዝቡ ትኽበር ላገጽ ኣላ ንሕና ከዓ እኽሊ ክንሽምት ኩንታል ዶ ክንገብሮ ሰላሳ ግበርዮ ፍርቂ ኩንታል ግበርዮ ከምኣ ክንብል ኣርፊድና እቲ እኻል ኣቢኩም ማለት እዩ እወ
ደሓር ከኣ እቲ ገንዘብ ንኻልእ ነገራት ከድሊ ስለ ዝኾነሲ እቲ እኽሊ ኣጉድልዮ ኢልያ። ኮታሲ በጀካ እታ ንስኻትኩም ዝመደብኩማስ ካሊእ ተረፍ ገንዘብ ኣይጸንሓኩምን ማለት እዩ። ካበይ ዝመጸ ገንዘብ? ገንዘብ ስለ ዘየለ እንድያ ነቲ እኽሊ ኣጉድልዮ ኢለያ ዝብለካ ዘለኹ። ስማዕ እስከ ክነግረካ እዚ ሰብሲ እዚ ኣርብዓ ሽሕ ቅድሚ መርዕኡ ዘይነበሮሲ ደሓር መርዓ ምስ ሓለፈ ናይ ኢዱን ናይ እግሩ ምስ በተኸ ኩሉሲ ኣርብዓ ሽሕ ካበይ ኣምጺኡ ክበካ ሓሲቡ እዋ ካብቲ ናይ ዕድመ ዘጠራቐሞ እዩ ክኸውን እምበር ካበይ ዳሞ። እዛ ዘይከውን ኣብ ሰማይ ዘሎ ደበና።
እሞኸ ተኽለ ስድራ ዓዲ ከመይ ጸኒሖምካ ጽቡቕ?
ስድራ ናፍቆትን እርጋንን ገዲፍካ ብጣዕሚ ጽቡቅ ጸኒሓ። ኤእ
እርጋን ደኣ ታይ ደሊኻ መስርሕ ሂወት እንድዩ ሕማም ዩ ሕማቕ እምበር እርጋንሲ ንቡር ዩ። ያ ሓቅኻ ኣለኻ ዓድና ናይ ብሓቂ ጥዑም ዩ ሰቡ ጥዑም ወይዘሩ ጥዑም ፈጺምካ ኣብ ዝኸድካ ከድካ ኣይርከብን ኡሕ ናይ ብሓቂ እየ ዝብለካ እዚ ኣብዚ ዓድና ዘሎ ወይዘርን ሰላምን ኤክስፖርት ክግበር ዝከኣል እንተዝኸውን እቶም ዝሃብተምና ምኾና ሓቅኻን ኢኻ እሞ ኣብኡ እኮ ሓንሳብ ልብኻ ብዘጥፍእ ሙቐት ሓንሳብ ከትከት ኣቢሉ ዝጨባብጠካ ዛሕሊ ትንፋስካ ኢኻ ትሓልፍ ብዓብዪ ስትረስ ኣሎ ጽምዋ ኣሎ ናፍቖት ኣሎ ግዜ ዝባሃ የለን ግድን ካብ ሸሞንተ ክስጋብ ዓሰርተ ሰዓት ክትሰርሕ ኣለካ ላይፍ ሃርድ እዩ
ስማዕ እሞ ግርማይ ኣነ ጽቡቅ ጌረ ኣረዲኤ ክነዚ ከለዎ ዩ ኣብይኒ ኢሉ ዝቅየምን ዝኩርን እንተ ኮይኑ ናቱ ጉዳይ። ስማዕንዶ መምህር ክንድዚ ዓይነት ገንዘብ ክትከፍል ትኽእል ነርካ ተትኸውን እኮ ንዓኻ ምሓሸካ እኮ መምህር ንዓኻ ምሓሸካ ዋእ እንታይ ትብል ኣለኻ
ሃሎ መን ክብል? ሃሎ መምህር ዘርኣይ።
ጽቡቕ ኣለኻ መምህር ዘርኣይ።
መምህር ከመይ ኣለኻ? ደሓን ኢና ጽቡቕ ኣለና። መን ክብል? ተኽለ እበሃል። ተኽለ ተኽለ።
እወ ኣይትፈልጠንን ኢኻ ጋሻ እየ ካብ ወጻኢ እየ መጺኣ። ኦ ጽቡቕ እንቋዕ ደሓን መጻኻ። እንቋዕ ደሓን ጸናሕካ። እሞ መልእኽቲ ኣለካ እሞ ኣበይ ክረኽበካ እኽእል? እሞ
ኣነ ክመጸካ ኣበይ ኢኻ ዘለኻ? ኣነ ኣብዚ ሳንሻይን ሆቴል ኣለኹ። እንተ ኽኢልካ ሕጂ እውን ኣብኡ ኣለኹ። በቃ እሞ ኣነ ክመጸካ ኣብኣ ጽንሓኒ። ኦኬ ኣብኡ ኣለኹ። ቻው ቻው።
መን ድኣ ድዩ? ደይ ጋሻየ መልእኽቲ ከኣ ኣለኒ ካብ ደገ ዝመጻኹ እየ ይብል ኣሎ።

ጽቡቕ እምበር ትፈልጥ መምህር ዓድና ከምዚ መድሃኒት እዩ ምኽንያቱ ኣብቲ ዘለኹዎ ዓዲ ጸቕጢ ስራሕ ስትረስ ናፍቖት ጽምዋ ኮታ በዚ ዝብለካ ዘለኹ ነገራት ዝተኸበን ዝተመልአን ሂወት ስለ ተሕልፍ ኣብዚ መጺኻ ህዝብኻን ሃገርካን ስለ ትረክብ ብዘይ ምግናን እየ ዝብለካ ሓዊኻ ኢኻ ትምለስ ሓቅኻ እንዲኻ እሞ ካብ ህዝብኻን ካብ ዓድኻን ተፈሊኻ ምንባር ከቢድ እዩ ከቢድ ጥራይ ኣመና ከቢድ እምበር መምህር ካልእ ዘረባ ዳ ኣእትየካ እምበር ሶሪ ኣይነገርኩኻን እምበር ካብ ተመስገን ዓርክኻ እየ ተላኢኸ መፅእ ተመስገን
እንታይ ትብል ወደ ካብ ተመስገን ገብረ ያ ተመስገን ገብረ እዋ
ከመይ ኣሎ እሞ ተመስገን ፅቡቕ ኣሎ ዝገርመካ ተመስገን ሳላ ትምህርቲ ዝፀንሖ ናብቲ ዓዲ እቱ ምስ በለ ስራሕ ኣይተሸገረን እኳ ድኣ ቀልጢፉ ተዋሂዱ ግዜ ኣይወሰደሉን። ጽቡቕ ጽቡቕ ጽቡቕ ናይ ብሓቂ ጽቡቕ ጥዕናኡኸ ከመይ ኣሎ? ብጣዕሚ ጽቡቕ ኣሎ ጸገም ዝበሃል የብሉን። እንቋዕ ኣነስ ብጥዕንኡ እየ ዝሽገር ነይረ ኣብዚ ከሎ ብዙሕ ጥዕና ኣይነበሮን። ኦህ ኣውዳ ርእሰይ እኳ ዘይብል ክንዲ ገለ ኮይኑ ኣሎ ጽቡቅ ጽቡቅ ናይ ብሓቂ ጽቡቅ
እዚኤን ከኣ ነዚ ዓርከይ ይሃበለይ ኢሉ ልኢኸኒ ኣሎሞ ዕስራ ሽሕ ነኽፈልክ ዋእ
እሞ ተኸለ ሓወይ ከሸግረካ እየ ክሳይ ተገበርካ ሓይሽ እንታይ ንስኻ መልእኽትኻ ኣብጺሕኻ እንዲኻ ብጣዕሚ እየ ዘመስግነካ የቐንየለይ ንዕኦ ግን መምህር ዘርኣይ ኣመስጊኑ እዩ ኢልካ እዚኤን ሰልዲ እዚኤን ምለሰሉ።
ዋት ዱ ዩ ሚን እንታይ ትብል ኣለኻ? ደሓን ደሓን ምስ ሰናይ ይቕሬትኡ ከምኡ ግበር ጥራይ። መምህር ታይ ደኣ ኮንካ?
ፍጹም ደሓን እየ ወላሓንቲ ጸገም ስለ ዘይብለይ ጥራይ። እሞ መምህር ከምኡ ዶ ይግበር ደስ ዶ ይብል? መምህር ንዓይ ኣይርደኣን እዩ ዘሎ ዕስራ ሽሕ ናቕፋ እኮ እዩ ሰዲደልካ ዝብለካ ዘሎ ገንዘብ እዩ ዝብለካ ዘሎ። እወ እወ ተረዲኡኒ ግን ደሓን። ንዓይ ግን ኣይተረደኣንን።
መምህር ታይ ደኣ ኮንካ?
ገንዘብ ዶ ምቅባል ይበይ ፕሊስ ተቀበሎ። ሶሪ ተኽለ እዚኣ ዝብለካ ዘለኹ ጥራይ ግበር ኣነ ክገድፈኩም። ዋእ። የቐንየለይ ኢልካ በለለይ ኢኻ ጥራይ ተኽለ እንኳዕ ደሓን መጻኻ ከኣ እስኻ።
ዋእ ኣነ ገሪሙኒ እዩ ዘሎ ገንዘብ ኣይቅበልን እየ ዝብል ሰብ ኣጋጢሙኒ ኣይፈልጥን። ዋእ።
ንዓይ እውን ገሪሙኒ እዩ ዘሎ። ሰብ ገንዘብ ክመፀዩ ሃረር ዝብል እምበር ኣብ ኢድካ ንዝኣተወ ገንዘብ ንፀግ እምቧእ ወርሓዊ ደሞዝ ዝፅበ መምህር እንድዩ። ኤእ እንድዒ ገለ ነገር ክህልዎ ኣለዎ እምበር ዕስራ ሽሕ ናቕፋ ኣይደልን እየ ክብል?
ኣይመስለንን እኳ ደኣ ካብቶም ስርሖም ብክብረት ዝሕዙን ዘፍቅሩን ጉዱሳት መምሃራን እዩ። ዝኾነ ስራሕን ተወሳኺ ምንጪ ኣታውን የብሉን። ድሓር ከኣ ዋላ ገንዘብ ዘለዎ ሰብ እንተኾነኸ ንክብሪ ትለኣኺ ክብል ገንዘብ ምቕባል ኣይእበን እዩ። የስ ተመስገን እንኮ ገንዘብ በዚሕዎ ኣይኮነን ዝሰደል ዘሎ ምናልባት ውሒድኒ ምክንያቱ ዕስራ ሽሕ ጥራይ ድዩ ዝሰደለይ ዝብል ክኸውን ይኽእል እዩ። እንድዖ ዳይ ኣይመስለንን እንታይ ደኣ እሞ ክንብል ኢና። ዝኾነ ቂምታ ወይ ጽልኢ እንተ ዝነብሮም ከኣ እቲ ዝሰድድ ዘሎ እውን ገንዘብ ኣይምልኣኸን። No no no no ጽልኢ ዝብሃል የብሉን ክፈትዉኻን ሪኢኻ ኣይትፈልጥን። እሞ እንታይ ደኣ ክንብል ኢና?
እንድዒ
ገሪምኒ እኮ እዩ ዘሎ። መምህር ተጋጊኻ ኣመና ተጋጊኻ። No ግርማይ ሰብ ስለ ዝኾንኩ ፍጹም ጌጋ የብለይን እ ክጋገ ውን ኣይክእልን እየ ክብለካ ኣይክእልን ኣብዚኣ ነገር እዚኣ ግን ጌጋ ዝብሃል የብለይን። እዋ ከመይ ጌርካ ግን ከምኡ ትብል? ውሽጠይ ጌጋ ፈጺምካ ይብለኒ ኣሎ። እዋ። እወ ሰብ ክጋገ ከሎ እኮ ልዕሊ ዝኾነ ነገር ሕሉን እዩ ዝነብሮ። ልዕሊ ዝኾነ ካልእ ነገር ውሽጣዊ መንፈስ እዩ ዝውቀስ። ኣነ ግን ቁሱን እየ ዘለኹ። እኳ ደኣ ሕቡን። ተጋጊኻ ኢኻ ዝብል ደወል ኣብ ሕልናይ ይኹን ኣብ መንፈሰይ የለን። ኣይደወለን። ብልቢ ዝኣምነሉ ነገር እየ ገይረ።
ንስኻ ገለ ከተስምዓና ኢኻ። ንሕና ንፈልጥ፣ ሰብ ቅኑዕ እሰርሕ ኣለኹ እናበለ እሞ ዘይቅኑዕ ምስ ዝሰርሕ ብጻዩ እዩ ዝነብሮ። ኣብ ዓይንኻ ዘሎ በሰር ድማ፣ ሕጂ ድማ ኣነ ብ ሓንጎለይ ኣይተረዳኣን እንዶ ን ሓንጎለይ ኣይደውለለይ እንዶ ኣይትበል ንነግረካ ኣለና እሞ ድማ ብ ገንዘብ ሰብ ገንዘብ ክትረክብ ኢላ ክንደይ ሃተምተም ክንደይ ላዕልን ታሕትን ትብል ኣላ ንሳ ገንዘብ ትነጽግ እዚ ፈጺምካ ዘይከውን ዘይሕሰብ እዩ መምህረይ ሰበሉ መምህረ ኣይዋ ኣይ
ሃለው ተመስገን ተኸለ ተኸለ ተኸለ
ዌእ ከመይ ቀኒኻ ዓዲ ከመይ ጸኒሑካ። ዓዲ ብጣዕሚ ጽቡቅ ጽቡቅ ብጣዕሚ። ከመይ እሞ ኣስመራ ተሰማሚዒካ ዶ ወይዘር ከመይ ኣሎ። እዋእ ኣብ ኣስመራ ደኣ እሞ ክትሰማምዓና እዩ እምበር እንታይ ደኣ ደሊኻ። ያያ ናይ ብሓቂ ዋእ ኣቅኒየ ክትፈልጥ ናይ ብሓቂ እየ ቀንየ በቃ ኣስመራ በዚ ዓይኒ እያ ክትወጽእ ደልያ ዘላ።
እዋእ ብግስ ምባል እዩ።

ኣይኣምነካን እየ። ክትኣምነኒ ኣለካ እምበር እቲ ዝለኣካኒ ገንዘብ ሒዘልካ ክመጽእ እንድየ። ኖኖኖኖ ክኸውን ዘይከል ነገር እዚ። ጽቡቕ ኣለኻ ተመስገን ግን ኮይኑ። እንታይ ምኽንያት ትብል እንታይ እዩ። ወላ ሓንቲ መኽንያት የብሉን የቐንየለይ ቦሎ ጥራይ ዝብል። እሞ ስለምንታይ ዋይ እንታይ እንታይ ኢኻ ኮንካ ኣይትብሎን ዲኻ ስለምንታይ ሪዝን ኣይነግረካን። ተመስገን ኣነ ኢለዮ እንድየ ብዓብይ ግን ንስኻ ኢኻ ከምኡ ትብሎ።

እወ እወ ጽቡቅ ኣለኻ። እንታይ ድኣ ኮንካ ዝይተቀበልካዮ?
ተመስገን ምስ መጻኻ ብኣካል ምስ ተራኻብና ተንዘራረበሉ ምሓሸ። ን ፕሊስ ዘራይ ስለምንታይ ከምኡ ትገብር ብጣዕሚ እዩ ተሰሚዕኒ።
እዋእ እንታይ ተሰሚዑካ?
ትቅበሎ ኔሩካ ዊሒደን ድየን ኮይነን?
ኖኖ ከምኡ ዘይኮነ ተመስገን እኳ ድኣ በዚሑ። እንታይ ድኣ እሞ ዋት ዘ ሪዝ እንታይ እቲ ምኽንያት እኮ እዩ ጠፊእኒ። ሶሪ ተመስገን ንደገ ካብ ትኸይድ ክንደይ ጌርካ ኣለኻ ልዕሊ ዓሰርተ ዓመታት ዶ ሓሊፉ ሓቀይ።
ያያያ ጽቡቅ ኣለኻ Almost ዓሰርተ ክልተ ዓመት ኮይኑ ኣሎ። በል ስማዕ ተመስገን ኣነ ንዓኻ ኣዝየ ዘኽብረካን ዝናፍቐካን ዝፈትወካን ዓርከይ ኢኻ። እወ ፈልጥ ዋላ ንስኻ ንዓይ ከምኡ ኢኻ። ኤእ ሓቁ እሞ ንዛረብ ተመስገን ኣብዚ ዓሰርተ ክልተ ዓመታት ሓንቲ መዓልቲ እውን ደዊልካለይ ኣይትፈልጥን ከመይ ኣለኻ ክትብል ደዊልካ ትፈልጥ? ኣብቲ መጀመርታ እዋናት ደሃይ ምስ ኣጥፋእካ ካብ የሴፍ ሓውካ ቁጽሪ ተሌፎን ወሲደ ደውለልካ ኔረ ትዝኩረር? እወ እወ ዝኩሮ የዝኩሮ። ንስካ ግን ተመስገን እዚ ኩሉ ዓመታት ደሃይ ኣይገበርካን እቲ ዘሕዝን ከኣ ድሕሪ እዚ ኩሉ ዓመታት ገንዘብ ልኢክካ ምስቲ ገንዘብ ከመይ ኣለካ ዝብል ወይ ውን ሃለዋትካ ዝገልጽ ደብዳቤ ኣይነበረን ኣነ ደኣ እሞ ህርፋን ገንዘብ መዓስ ኣለኒ ህርፋን ፍቅሪ እዩ ዘለኒ ጽምኢ ሕውነትን ዕርክነትን እምበር ጽምኢ ገእሰል ድየ የብለይን። ስማዕ እስኪ ኣነን ንስኻን ን እንዶ መዓልታት ሰዓታት ተፋላሊና ተውዒልና እንዲና ንናፋፍቕ ንተሃራረስ ዝነበርና። ኣበይ ድኣ ኣሎ እዚ ኩሉ ዕርክነት? እዚ ፍቕሪ እዚ ናበይ እዩ ከይዱ? እዛ ሕጂ ደዊልካለይ ዘለኻ ቁጽሪ ተሌፎን ኣብ ኢድካ ደይኮነትን ዘላ? ድውል ኣቢልካ ደሃየ ደይፍልጥ ምኽንያት እንታይ ኣለካ?
እህ ሶር ሶር መምህር ዓርከይ ሓቅኻ ኢኻ ብልቢ ትሓዘለይ ናይ ብሓቂ ቁኑዕ ዘረባ ኢኻ ትዛረብ ዘለኻ ግን ዘለናዮ ዓዲ ፈጺሙ ባህሊ ዘይብሉ በጃኻ መህውተቲ እዩ በጃኻ ኢለካ። ተመስገን
ንባህልኻን ክብርኻን እኮ ባዕልኻ ኢኻ ትዕቅቦን ትኹስኩሶን ንዓይ ክትፈልጥ ካብዚ ኩሉ ዓመታት ጠፊእኻ ኔርካ ገንዘብ ክትሰደለይ? ኔርካ ኔርካ ደዊልካ ዕርክነትናን ሕውነትናን ኣብ ቦትኡ ከም ዘሎ ከተረጋግጸለይ ምመረጽኩ። ሰብ ከኣ ልዕሊ ብገንዘብ ብፍቕሪ እዩ ዝኸብርን ዝነብርን። ኣይትሓዘለይ ኣይትሓዘለይ ዘርኣያኣክ ሶሪ በቃ ኣይትሓዘለይ ኣይትሓዘለይ ዘርኣያኣክ ሶሪ ሶሪ ሶሪ በቃ ካብዚ ዝዓቢ ትምርቲ እኮ የለን ፉጹም ፉጹም ትምህረኒ ኢካ እኮ ዘለካ ሕጂ ግን በጃካ ዋላ ተንበርኪከ እየ ዝምነካ ዘለኩ ዘርኣይ ሓወይ በጃኻ ተቐበለን ነዘን ገንዘብ ተጎዲኤ መታን ከይነብር። ደሓን ደሓን ተመስገን ኣነ እኮ ሕውነትናን ፍቕርናን ብገንዘብ ክልካዕን ክትመን ስለ ዘይክእል እየ እምበር ገንዘብ ጸሊኤ ኣይኮንኩን። በቃ ዘርኣይ ዓርከይ ዕሽነተይ ብልቦናኻ ተሳዒሩ ኣሎ ዕርክነትናን ፍቕርናን ከኣ ቦቱ እንድዩ ዘሎ ኩሉ ትማይ ዝጓሃኻዮ ደምሲስካ ከም ቀደምካ ጥራይ ኩነለይ ኣኖም ከም ቀደም እየ ክኸውን። በቃ ደሓን ተመስገን እንቋዕ ደኣ ከምዚ ኢልና ተረዳዳእና እምበር ጸገም የለን እሞ ከይበዝሓካ ደሓን።
በቃ መምህር ዓርከይ ጽባሕ ወይ ድሕሪ ጽባሕ ክድውል እንድየ ሽዑ ጸቢቕና ክነዕልል ኢና። ሃንደበት ምስ ደወለለይ እየ ሰንቢደ በቃ ናባኻ ደዊለ።
ሕራይ ሕራይ ተመስገን ዓርከይ ቻው። ቻው በል ዘርኣይ ዓርከይ በቃ ቻው ቻው።